I don't know ከም ሎሚ እንድዒ ነብሰይ ስኽፍክፍ ዝበለኒ ነገር ውን የለን ክሳብ መዓስ ኢና እሞ ከምዚ ዓይነት ሂወት ክንመርሕ I don't know ክሳብ ሰበይትኻ ትቐትላ ክሳብ ሰበይትኻ ትሓርዳ ከመይ ዓይነት ሕልና ክህልወና እዩ I don't know Of course የጋጥም እዩ ኣብ ሓዳር ዝኾነ ነገር ሕማቕ ይኹን ዓቢ ብዘየገድስ ዝኾነ ነገር ከጋጥም ንቡር እዩ ግን ክሳብ ክንድዚ ሰበይትኻ ትሓርዳ ክሳብ ክንድዚ ንሰበይትኻ ትቐትላ ከምዚ ዓይነት ተግባር ግን I don't know ኩሉ ግዜ ትሰምዕ ኢኻ ከምዚ ከጋጥም ግን ብፍላይ ንሕና ከም ኤሪትራውያን መጠን ከምዚ ዓይነት ንቡር ኣይኮነን ንቡር ጥራይ ዘይኮነስ ውን ከምዘይመጽእ ጌርና ኢና ኣብ ሓንጎልና ሓሲብናዮ ኔርና ግን እዚ ሎሚ ኣጋጢሙና ዘሎ ኣመና ፍሉይ ሰሚዕናዮ ወይ ድማ ክንሰምዖ ሓሲብናዮ ዘይንፈልጥ ሎሚ ንርእዮን ንሰምዖን ኣለና። ከመይ ዝበለ ህይወት ኢና ክንመርሕ? ሓዳር ኩሉ ግዜ ንስኻ ናብ ሓዳር ትኣቱ ምርጫ ዘይኮነ ድሌት እዩ። ንስኻ ትፈትዎ እንዳኣሉ ናይ ግድን ኣይኮነን ሓዳር ናይ ግድን ኣይኮነን ተመርዖ ዝብለካ ሰብ። ሓዳር ምግባር ምርጫ ድኣ እምበር ግዴታ ኣይኮነን። ሓዳር ምግባር ኩሉ ግዜ ጽቡቕ ስለ ዝኾነ እዩ እምበር ናይ ግድን ትግብሮ ኢኻ ማለት ኣይኮነን። ኣብ ሓዳር ክትኣቱ ከለኻ ድማ እቲ ተሪር ጎዲሉካ ዘሎ ነገራት መታን ክትምለኣልካ ወይ ድማ እታ ጎዲላትኪ ዘላ ነገር መታን ንሱ ክምለኣልኪ ብኸምዚ ኣገባብ ኢና ናብ ሓዳር ንኣቱ እምበር ናይ ግድን ኮይኑ ኣይኮነን ክሳብ ክንድዚ ምቕታል ክሳብ ክንድዚ ምሕራድ ምብጻሕ ግን ኣመና እዚ ዘይሕልናዊ ተግባር እዩ እዚ ከምዚ ክብል ከለኹ ግን ኣብ ሓዳር ሕማቕ የጋጥም ማለት ኣይኮነን of course ብዙሕ ነገራት የጋጥም that's why ድማ መጻምድቲ ኮይና ኣለና ናይ ግድን ካብኣ ዝጎደላ ንሱ ዝምልኦ ኣሎ ካብኡ ዝጎደለ ድማ ንሳ እንዳመለኣትሉ ትኸይድ ከላ እዩ ድማ ሙሉእ እንዳኾነ ሓዳር ይመፅእ ግን ክሳብ ክንድዚ ምቕታል ክሳብ ክንድዚ ሓዳር ምግባር ግን I don't know I don't know even መልሲ እውን ክንረኽበሉ ኣመና ኣፀጋሚ እዩ ኩሉ ግዜ ንስኻ ሕማቕ እንዳ ሕማቕ እንዳ ነበርካ ወይ ድማ ብሕማቕ እንዳ ተጨፍጨፍኪ ምንባር ትርጉም ዝብሃል የብሉን ንደቀይ ክብል ን በቃ እንታይ ክገብር እሞ ሓንቲ ግዜ ኣብ ሓዳር ኣትየ ምባል ናይ ግድን ኣይኮንካን ኣብ ሓዳር ኣቲኻ ኣብኡ ጥራይ ክትጸንዕ ምጽናሕ እቲ ዝበለጸ ነገር ቃል ኪዳን ምሓዝ እቲ ዝበለጸ ነገር ግን ሕማቕ እንዳ ነበርካ ነብስኻ እንዳ ጸቐጥካ ንደቀይ ክብል በቃ ንሰብኣየይ ክብል እንዳ በልኪ ምንባር እዚ ትርጉም ዝብሃል ይብሉን ነብስኺ ኣብ ሕማቅ ክሳብ ትወድቂ ምንባር እዚ ትርጉም ዝብሃል ይብሉን ኩሉ ግዜ ሓዳር ክትገብሪ እንድሕር ኮይንኪ ብሕጉስ መንፈስኪ ጽቡቅ እንዳ ኮይንኪ ትነብርሉ ሂወት ክትመርሒ እዩ እንበር ናይ ግድን ኣይኮነን እንዳ ተጸቀጥኪ ወይ ድማ ኣብ ሕማቅ ኩነታት እንዳ ኮንኪ ክትነብሪ at the same time እቲ ወዲ ውን ከምኡ ካብታ ጓል ፍቅሪ ስኒት ጽቡቅ ዘረባ ጽቡቅ ነገራት ሞቲቬሽን ዘይትረኽበሉ እንተኾይንካ ናይ ግድን ኣይኮነን ምናልባት ካብ ስድራይ ፈሪሐ ወይ ድማ ሕማቅ ሂወት ንኸይመርሕ ኢልካ ትነብረሉ That's why ድማ መብዛሕቲና ናብ ኣደዳ ሕማቅ ጸገማት ዘጓንፈና ኩሉ ግዜ ዘጋጥመና ሽግራት ባዕልና ንፍታሓዮ መታን ኣብ መንጎ ካሎኦት ሰባት ከይኣትዉና ንፋስ ከይኣትወና ዝኮነ ዘጋጥመና ሽግር ይንኣስ ይዕበ ብዘይገድስ ባዕልና ኣብ ክልቴና ንፍታሕ ሳልሳይ ኣካል ዝባሃል ኣብ መንጎና ከይንእቱ ዓርከይ ድዩ ማሓዛይ ድዩ ስድራቤተይ ድዩ ነቨር እዚኦም ካልእ ግዜ ነቨር ኣብ መንጎ ዝባሃል ኣብ መንጎ ሰብ ከይንእቱ ከጋጥም ንቡር እዩ ሕማቅ ጸገማት ከጓንፈና እዚ ነይ ማንም ሰብ እንታሽም ኣብ ሓንጎሉ ዝገብሮ እዩ ግን ክሳብ ክንድዚ ንሰበይትና ንቀትላ ወይ ድማ ክሳብ ክንድዚ ንሰበይትና ንሓርዳ ይትረፍ ክንሓርዳን ክንቀትላን ኣይኮነን ኢቭን ንክንጻረፋ ውን ግዴታ ኣይኮነን ንሰበይትኻ ሰበይትኻ ካብ ኣምጸኣትልካ ሰበይትኻ ብጽቡቅ ክትሕዛ ብጽቡቅ ክትከናኸና ኩላህና ኣት ዘ ሴም ታይም ንሳ ውን ናይ ግድን ኣይኮነን እቲ ሰብኣይ ደገ ወጺኡ ጥራይ ንሱ ጥራይ ሰሪሑ ክመጽእ ኮፍ ክትብል ኣለዋ ናይ ግድን ክትሕግዞ ኣለዋ ምሕጋዝ ግን ብስራሕ ወይ ድማ ገንዘባዊ ኣይኮነን ብምኽሪ Motivation ወይ ድማ ጽቡቅ ቃላት እንዳተጠቀመት ንሱ ዝፈትዎ ነገራት እንዳሰረሐት ብኽብሪ ንብዓል ቤታ ምሓዝ please የሕዋተይ ካብዚ ሕማቅ ኣነዋሪ ነገራት ንህደም ካብዚ ሕማቅ ኣነዋሪ ካብ ሸይጣናዊ መንገዲ ንህደም ናብ ጽብቅ መንገዲ ንኽንከይድ ሓንጎልና ነእሙኖ ብጽቡቅ ፍቅርን ስኒትን ድማ ንጉዓዝ ምስ ወለድና ምስ ስድራ ቤትና ወይ ድማ ምስ ደቅና ኮይና never ሳልሳይ ኣካል ዝባሃል ኣብ መንጎ ኣብ ሓዳርና ከይነእቱ please የሕዋተይ እዚ ኩሉ ንገብሮ ዘጋጥመና ዘሎ ሽግር እዚ ኩሉ እንታሽሙ ኣብ ሓዳርና ዘጋጥመና ዘሎ ሽግር ብፍቅሪን ስኒትን ወይ ድማ ብጽቡቅ ኣካይዳ እንድሕራ ዘይኪኢልና even እቲ ሓዳር ምግባር ውን ተመራጺ ኣይኮነን ኣብ ሓዳር ምጽናሕ ውን ተመራጺ ኣይኮነን ንስኻ ሓንጎልካ ጽቡቕ እንዳ ተጓዓዝካ ወይ ድማ ብጽቡቕ እንድሕራ ዘይተጓዒዝኪ ሓዳር ንዩ በልዮ ግደፍዮ ጸገም ዝብሃል የብሉን ሓንጎልኪ ብጽቡቕ ክጉዓዝ ብጽቡቕ ፍቕሪን ስኒትን ምስ ሰብኣይኪ ምስ ደቅኺ ከተሕልፍዩ እቲ ዝበለጸ ነገር ነዚ ምስ ዘይትረኽቢ ግን just leave it። ፕሊስ የሕዋተይ ናብ ከምዚ ኣነዋሪ ነገራት ንከይንኣቱ ነብስና ንጠንቀቅ ነብስና ንሓዝ ነብስና ኮንትሮል ንግበራ ሪላክስ ንኩን ኣብቲ ንሓርቀሉ ግዜ just ኮንትሮል ምክንያቱ ሸይጣናዊ መንገዲ ወይ ድማ ሸይጣን ኣተሓሳስባካ ስለ ዝቅይረካ ናብ ሕማቅ መንገድታት ከም ትጓነፍ ወይ ድማ ናብ ሕማቅ ነገራት ከም ትሓስብ ይገብረካ that's why እዚ ሎሚ ንሰምዖ ዘለና ሰብኣይ ንሰበይቱ ሓሪድዋ ሰብኣይ ንሰበይቱ ቀቲልዋ ዝብል ነገራት ፕሊስ የሕዋተይ ሕማቅ ኣነዋሪ ነገራት ከይንዕዘብ ወይ ድማ ከይንርኢ ፕሊስ ነብስና ኮንትሮል ንግበራ ኣብቲ እንሓርቀሉ ግዜ ጀስት ካብኡ ውጽእ ኢልና ንህደም ክልተ ሰባት እንድሕር ተባኢሶም ሓደ ክበርድ ወይ ድማ እቲ ሓደ ድማ ህድእ ክብል ክንብል ከለና እዩ እቲ ዝበለጸ ሓዳር ወይ ድማ ካብቲ ሕማቅ ኣነዋሪ ነገራት ክንቅጽል ወይ ድማ ካብኡ ክንሀድም ንክእል that's why ፕሊስ የሕዋተይ ናብ ከምዚ ኣነዋሪ መታን ንከይንኣቱ ጀስት ኮንትሮል ንነብስና ንግበራ።